ጽምዶ ዝብል መደብ ጽምዶ ሓሙሽተ ድማ ሎሚ ተለቂቁ ኣሎ። ሰላምን ጥዕናን ነናብ ዘለኹም ምብጻሕ ፍትዋት ተኸታተልቲ ታርጌት ሚድያ። ንሎሚ ኣብ ጽምዶ ክልተ፣ ኣብ መሬት ዛላምበሳ ንብርሃነ ገብረገርግስን ኣወል ስዒድን ድሕሪ ምርኻቡ ሕዚ ድማ ብወገን ዞባ ማእኸል ትግራይ ኣቢሉ፣ ኣብ ራማ ድልድል መረብ ንኣወል ስዒድን ብርሃነ ገብረገርግስን ደጊሙ እቲ ምድላው ኣራኺቡ ኣሎ። ኣብዚ መደብ ንዝተልዓሉ ነጥብታትን ብርሃነ ገብረገርግስን ኣወል ስዒድን ንዘመዘዝዎም ሓሳባትን ዝምልከት ድማ ከም ዝስዕብ ሓደ ብሓደ ናባኻትኩም ክነቕርብ ኢና፣ ሓቢርኩምና ጽንሑ። ጽምዶ ዝብል መደብ ካብ ዝጅመር ብዙሓት ኣካላት ብዙሕ ጫፋት ዘለዎም ጉዳያት እናመዘዙ ንኣድላይነት ርክብ ህወሓትን ሻዕብያን ዝምልከት ነናይ ባዕሎም ሓሳብን ትርጉምን ክህብሉ ይስማዕ። እንተኾነ ጽምዶ ብደረጃ ኣክቲቪስታትን ነጠፍቲ ማሕበራዊ ሚድያን ጥራሕ እዩ ዝብሉ ሓሳባት ይለዓሉሉ ኣብ ዘለዉ ኩነት ግን፣ ስታሊን ገብረስላሴ ናብ ኣስመራ ከይዱ ብኣወል ስዒድ ድሙቕ ኣቀባብላ ተገይርሉ። ከም ውጽኢቱ ድማ ሎሚ ኣብ ዓዲ ሃሎ ኣምሪሑ ምስ ፕረዚደንት ኢሳያስ ኣፈወርቂ'ውን ከም ዝተራኸበ ዘርእዩ ኣሳእላት ክዝርግሑ ውዒሎም ኣለዉ። እዚ ኣብ ዝኾነሉ ኩነት ድማ ጽምዶ ሓሙሽተ ዝብል መደብ እንደገና ንነጣፊ ማሕበራዊ ሚድያ ትግራዋይ ብርሃነ ገብረገርግስን ኤርትራዊ ኣወል ስዒድን ኣብ ራማ ድልድል መረብ ኣራኺባ ከምዘላ እዩ ተገሊጹ። ኤርትራ ንኢትዮጵያ ብሂወታ ትሓድጋ ዶ ትኸውን ዝብል እዩ ክኸውን ዘለዎ እቲ ሕቶ። መሬት እሳት ክትቅየር ክልተ ወድን ጓልን ክሳብ ዝተርፍዋ ኤርትራ ወለዶይ ኣብ መትከል ኣሎ። ኣብቲ ጽምዶ ሓሙሽተ ዝተሰየመ ምድላው፣ ነጣፊ ማሕበራዊ ሚድያ ብርሃነ ገብረገርግስ ብዛዕባ እቲ ጽምዶ ዝምልከት ኲናት ንዝደሊ ይርዳእኻ ንበሎ ዝብል ነጥቢ ድማ ይመዝዝ። እዚ ነጣፍ ማሕበራዊ ሚድያ ኣብ ፅምዶ ክልተ ተሳቲፉ ካብ ከተማ ዛላምበሳ ድሕሪ ናብ ከተማ መቐለ ምምላሱ ኣብ ብርክት ዝበሉ ሚድያታት ቀሪቡ ብዛዕባ እዚ ጉዳይ መብራህርሂ ይህብ ኣብ ዝቐነየሉ ኩነት ፖሊስ ክፍለ ከተማ ዓይደር ብክሕደት ሃገርን ገበን ስለላን ጠርጢሩ ኣብ ትሕቲ ቀይዲ እውን ኣእትይዎ ፀኒሑ እዩ። ምስዚ ጉዳይ ብዝተኣሳሰር ሰነድን ናይ ኤሌክትሮኒክስ መራኸቢ መሳርሕን ኣብ ገዝኡ ሓቢኡ ክኸውን ይኽእል እዩ ዝብል ጥቆማ በፂሑኒ ብምባል እውን ነቲ ብሸውዓተ ጠያይትን ብሓደ ናይ ኢድ ፈንጂን ዝተሃስየ መንበሪ ገዝኡ ናይ ተፍተሽ ስራሕትታት እውን ኣካይዱሉ። ኣብ መወዳእታ ድማ ብፅዕንቶ ላዕለዎት ኣካላት ነቲ ነጣፍ ማሕበራዊ ሚዲያ ከምዝሰደዶ እውን ዕላዊ ክገብር ክኢሉ። ጉዳይ ብርሃነ ገና ዕልባት ኣብ ዘይረኸበሉን ብዙሓት ኣጀንዳታት እናሃበ ኣብ ዝቕፅለሉ ዘሎ ኩነት ግን እንደገና እዚ ነጣፍ ማሕበራዊ ሚዲያ ኣብ ፅምዶ ሓሙሽተ ብወገን ዞባ ማእኸል ዘይሩ ንዓድዋን ራማን ሰጊሩ ኣብ እታ ናይ መወዳእታ ድልድል መረብ ምስ ኣወል ስዒድ ከምዝተራኸበ እዩ ዝገልፅ። ብዛዕባ እዚ ጉዳይ ዝምልከት ኣብቲ ጽምዶ ብዝብል ተለቒቑ ዘሎ ሓድሽ ፖስተር፣ ካብ ራማ ብድልድል መረብ ንኽሳድ ዒቃ ዝብል ኣርእስቲ ድማ ተዋሂብዎ ኣሎ። እዚ ነጣፊ ማሕበራዊ ሚድያ ብርግጽ ከምቲ ኣብ ኣርእስቲ ተቐሚጡ ዘሎ ብራማ ገይሩ ድልድል መረብ ሰጊሩ ናብቲ ሉኣላዊ መሬትን ግዝኣትን ኤርትራ ዝኾነ ክሳድ ዒቃ እንተምሪሑ ጭብጢ ዘለዎ ክሲ ካብ መንግስቲ ፌደራል ብቐጥታ ክለዓለሉ ከምዝኽእል ድማ ይግለጽ ኣሎ። እንተኾነ ብዛዕባ እዚ ጉዳይ ዝምልከት ኣወል ስዒድ ነቶም ነዚ ጽምዶ ይሕንኩሉ ኣለዉ ዝበሎም ኣካላት ዝስዕብ መልእኽቲ ኣመሓላሊፉ። ኣብይ ኣሕመድ ኣጽዋር ይጓርት ኣሎ፣ ጽምዶ ሰላም ድማ ተልእኾኦም ንምፍጻም ይጓየዩ። ብዓዲግራት ተራእዮም ብዛላምበሳ ዝቕልቀሉ ራማ ሓዲሮም እናተባህለ ብኽሳድ ዒቃ ቦኽ ዝብሉ ኤውሮጳ ትጽበዮም ብኣሜሪካ ዝነጥቡ መናእሰይ ነዚ ጽምዶ ጸሚዶምሉ ኣለዉ ክብል ድማ ይገልጾ። ቀጺሉ እውን ሓፋሽ ድማ ብእልልታን ምረቓን ኣሰንይዎም ኣሎ። እዚ እንዳተገበረ ሰራዊት ክልቲኡ ወገን ኣይሪኦምንዶ ትብሉ እሞኸደኣ ኣይኽልክሎምንዶ እዚ እዩ ካብ ጉይሞ ዓል ክሳድ ምሓዝ ዝበሃል እታ ወዲ ኢሉ ድማ ይቕጽል። ምስ ስታሊን ገብረስላሰ ክንሰርሕ ኢና ወረ ነስመራ ክዕድሞ መደብ ኣለኒ ስታሊን ንትግራይ ኣብ ጸገማ ስጋብ ሎም ዝመከተ ንፉዕ ጋዜጠኛ እዩ ዘለና ፍልልይ ዝኾነ ይኹን በዓል ውዕለት ትግራይ እዩ ሃይለ ደደቢት ውን እቲ ገለ ገለ ዝተጋነነ ብልዕሊ ኤርትራ ዘለዎ መረዳእታ ገዲፍካ ኣብ ልዕሊ ሃገሩ ዘለዎ መትከል ዝጽላእ ኣይኮነን ኣነ ነጊረኩም እየ መትከል የድንቅ እየ። ኣብዚ ጉዳይ ኣወል ስዒድ ክልተ ክመዞም ዝደለዩ መሰረታዊ ነጥብታት ኣለዉ። እቲ ሓደ ጽምዶ ዝብል ኣርእስቲ ኣብ ፖለቲከኛታትን ነጠፍቲ ማሕበራዊ ሚድያን ጥራሕ ዘይኮነ ዘሎስ እቲ ጽምዶ ብወገን ሰራዊት ክልቲኡ ወገን ዘለዉ ማለት ውን ብወገን ሰራዊት ትግራይን ሰራዊት ኤርትራን ውን ከም ዝድገፍ እዩ ንምብርህራህ ፈቲኑ ዘሎ። ክልቲኦም ነቲ ጽምዶ ዝጀመሩ ኣካላት ብርሃነ ገብረገርግስ፣ ልፍዓተይ ተስፋ፣ ኣብ ትሕቲ ሰራዊት ትግራይ ካብ ዝእዘዛ ኣሃዱታት ኣብ ግንባር ምዕራብ ኣክቲቭ ዘሎ ተጋዳላይ ኮይኑ፣ ኣወል ስዒድ እውን እንተኾነ ኣባል ሃገራዊ ኣገልግሎት ሰራዊት ኤርትራ ምዃኑ እዩ ዝግለጽ። ስለዝኾነ ናይ ክልቲኦም ውክልና ንክልቲኡ ሰራዊት ከምዝውክልን እቲ ጽምዶ እውን ብወገን ክልቲኡ ሓይሊ ዘሎ ኣካል ተቐቢሉ ይሰርሐሉን ስለምህላዉ ንምብራህ እዩ ፈቲኑ። እቲ ካልኣይ ግን ምናልባት ኣብ ልዕሊኦም ክፍኖ ንዝኽእል መጥቃዕቲ ሓደ ነቲ ሓደ ንምክልኻል ከም ሓደ ሰሚሮምን ጸሚዶምን ስለምህላዉ ንምርኣይ ዝፈተነሉ ነጥቢ ክኸውን ይኽእል'ዩ ዝብሉ ሓሳባት'ውን ይለዓሉ እዮም። በቲ በለ በቲ ግን ኣወል ስዒድ ኣብቲ ጽምዶ ዝብል ምድላዉ፣

ካብ ቀረባ እዋን ናብዚ ካብ ናይ ቃላት ኲናት ዝዘለለን፣ ኣጀንዳ ንምትሓዝ እቲ ስርዓት ዝተወሰደን ስጉምቲ ዘሊሉ ብጭቡጥ ኢትዮጵያ ኣብ ልዕሊ ኤርትራ ክወርር ኣይኽእልን ዝብሉ ሓሳባት ንዘልዕሉ ወገናት እዩ ነቲ ሓሳባቶም ዘራጉድ ነጥቢ ኣወል ስዒድ ኣልዒሉ። እንተኾነ ግን ሰራዊት ኢትዮጵያ ነቲ ኲናት ዝጀመረሉ ምኽንያት፣ እቲ ኣብ ትግራይ ዘሎ ኩነታት ማዕለ ብዘይምርካቡን እቲ ካልኣይ ነጥቢ ድማ ካብ ወርሒ ሚያዝያ ክሳብ ወርሒ ሰነ ብከባብታት ዓሰብ ዘሎ ውዑይ ኩነታት ኣየር ክሳብ ዝሓልፍ ንምፅባይ ክኸውን ከምዝኽእል እዮም ገለ ገለ ኣካላት ዝገልፁ። በቲ በለ በቲ ግን ኣወል ስዒድ ሰራዊት ፅምዶ ሰላም ንሰላም ይጓየ ኣሎ ኣብይ ድማ ኣጽዋራት ይእክብ ኣሎ ክብል ገሊጽዎ ኣሎ። እቲ ዝተኣከበ ኣጽዋር መወዳእትኡ ኲናት ንስለምዃኑ ስሒትዎ ድዩ ወይስ ኣጀንዳ ንምቕያር'ዩ ዝብል ሓሳብ ንግዜኡ ወንዚፍና። ጽምዶ ሓሙሽተ ግን እዞም ኣብ ላዕሊ ዝጠቐስናዮም መሰረታውያን ነጥብታት ኣልዒላ። ናብ ቀረባ መዓልቲ እቲ ዋና መደብ ክልቀቕ ምዃኑ ተገሊጹ ይርከብ።